ባይቶ ጸጥታ ሕቡራት ሃገራት ንትሽዓተ ዓመታት ኣብ ልዕሊ ኤርትራ ኣንቢርዎ ዝነበረ እገዳ ምሉእ ብምሉእ ካብ ዘልዕሎ ሎሚ ልክዕ ሓደ ዓመት ተቖጺሩ ኣሎ። ምልዓል እቲ እገዳ ንኤርትራ ዝፈጠሮ ዕድላትን ኣብ ባይታ ዝተራእየ ለውጥታትን እንታይ ኣሎ? ኣብ ጉዳይ ዶብ ኢትዮ ኤርትራ ኮሚሽነር ኮሚሽን ዶብ ኮይኑ ዘገልገለን ፕሬዚደንት በርጌሳዊ ማሕበር ኤሪ ፕላትፎርምን ኣምባሳደር ዓንደብርሃን ወልደጊዮርጊስ ኣዘራሪብናዮ ኣለና። ትሕዝቶ ናይቲ እገዳ ብመሰረቱ ምድስካል ናይ ባንካዊ ሕሳባት ናይ ዝተወሰኑ ውልቀሰባት፣ እገዳ መገሻ ናይ ዝተወሰኑ ውልቀሰባት እዩ ነይሩ። ንዝኾነ ኤርትራዊ ዝምልከት ከኣ ኣይነበረን። ናይ ዝኾነ ኤርትራዊ በዓል መዚ ዝደስከለ ወይ ዝተዓጽወ ባንካዊ ሕሳብ ኣይነበረን። ካብ መገሻ ዝተኣግደ ኣይነበረን። እታ ሓንቲ ንኤርትራ ትምልከት ዝነበረት እገዳ ናይ ኣጽዋር እያ። ግን እቲ ዕዳጋ ናይ ኣጽዋር ጸሊም ዕዳጋ ዋጋ እዩ ዝኸብር እምበር ከም ምኽፋልካ ስለ ዝነበረ ንሱ ውን ብዙሕ ጽልዋ ነይርዎ ክበሃል ኣይከኣልን። ግን እቲ ቀንዲ ሽግር ናይቲ እገዳ እንታይ ነይሩ እቲ ስርዓት ነቲ ብጠንቂ ሕማቕ ኣካያይድኡን ዝሰዓበ ቁጠባዊ ውድቀት ሕሰም መነባብሮ ናይ ህዝቢ ከም መመሳመሲ ወይ መመቕኔታ ገይሩ ይጥቀመሉ ነይሩ። ሕጂ ምልዓል ናይቲ እገዳ ነዚ መመሳመሲ ስርዓት ሓዲግዎ፣ ብመጠኑ ከኣ ንተነጽሎ ናይቲ ስርዓት፣ ብፍላይ ብዞባዊ ደረጃ፣ ክልክዮ ክኢሉ፣ ዕድል ዕድጊ ኣጽዋር ከፊቱሉ። ብጭቡጥ እንድሕር ርኢና ግን፣ ዓመት ድሕሪ ምልዓል ናይቲ እገዳ፣ ኣብ ቁጠባ ኤርትራ ዝተራእየ ኣወንታዊ ለውጢ የለን፣ ኣብ መነባብሮ ህዝቢ ዝመጸ ምምሕያሽ የለን። ኣምባሳደር ኣንደብርሃን መልዓል ናይቲ እገዳ ዝያዳ ኣውፈርቲ ንምስሓብ ብፍላይ ድማ ኣብ ዕደና ንዝነጥፉ ዕድል ኣይፈጠረን ዶ ትብል? እቲ ወፍሪ ነይሩ እዩ፣ ሕጂ እውን ኣሎ። እቲ ሽግር ኣብቲ ናይ ዕደና ጽላት እቲ እቱዋት ኣበይ ከም ዝኣቱ ዝፍለጥ የለን። እቲ እቱዋት ናይቲ ዕደና ናይ ወርቂ ሕጂ እውን ናይ ፖታሽ፣ ናይ ነሓሲ፣ ናይ ዝተፈላለየ ማዕድናት ኣበይ ከም ዝኣቱ እውን ብወግዒ ዝፍለጥ የለን። ስለዚ እቲ ዕደናዊ ጽላት ኣዝዩ ኣኽሳቢ ስለ ዝኾነ ኣህጉራዊ ወፍሪ ኩሉ ግዜ ይስሕብ እዩ። ኣብ ካልእ ጽላት ግን እቲ ዘቤታዊ ወፍሪ ንርእሱ ተኣጊዱ እቲ ሕጋዊ መቓነ ስራሕ ወይ እቲ ረጊላተሪ ፍረይምወርክ ንገዛእ ርእሱ ሰሓቢ፣ ኣተባባዒ፣ ስለ ዘይኮነ፣ ግዝኣተ ሕጊ ስለ ዘየለ ኣድማዒ ግዳማዊ ወፍሪ ከስዕብ ይኽእል ኢልካ ዝግመት ኣይኮነን።